ሰላም ኣሕዋት ኩልኹም ኣብ ዘለኹሞ ሰላምን ጥዕናን እንዳተመነኹ ክቡራት ኣሕዋት ከመይ ውዒልኩም ከመይ ውዒልክን ሎማዓንቲ እንኳዕ ኣብፅሐና ደቂ ኣንስትዮ ኩላትና ኣደታት ኣሕዋት ኩልኽን መቸም ኩላትና ኣብ ዘለናዮ ርሑስ በዓል ደቂ ኣንስትዮ ይግበረልና እግዚኣብሔር ኣምላክ ከምቲ ንሕና ነዚ ንፋስ እድንያ ነስተማቅሮ ዘለና ከም ደስ ዝበለና ንገብሮ ዘለና ከምኡ ድማ ነዚ ዘይረኸባ ኣሕዋትና ኣደታትና ኣብ ዝተፈላለየ ጭንቂ ኣብ ዝተፈላለየ ፀገማት ኣብ ዝተፈላለየ ኮታ ዘለዋ ነዚ ነገር እዚ ወይ ድማ ነዛ መዓልቲ እዚኣ ከስተማቕራ እግዚኣብሄር ኣምላኽ ፍቓዱ ይኹን ማለት እዩ። ንሕና ከም ደስ ዝበለና እግዚኣብሔር ዕድመ ሂብና እግዚኣብሔር ጥዕና ሂብና ኩሉ ነገር ናፅነት ሂብና ከም ደስ ዝበለና ንገብረላ ንነብስና ፈጢርልና ማለት እዩ ስለዚ ንሕና ድማ ከምዚ ከማና ዘይረኸባ ኣሕዋት ከምቲ ዝበልክዎ ዘይረኸባ ኣደታት ዝተፈላለየ ማለት እዩ ዝተፈላለየ ጥዕና ሂቡ ካብ ዝተፈላለየ ጭንቀት ፀበባ ኣውፂኡ ብከምዚ ዓይነት መቐረት ከስተማቕራ ንምነ ማለት እዩ ክብራት ኣሕዋት። ስለዚ ሎማዓንቲ በዓል ደቂ ኣንስትዮ ናፅነትና ማለት እዩ ሎማዓንቲ ይብልዎ ይብልዎ ስለዚ ክቡራት ኣሕዋት እዛ መዓልቲ እዚኣ ናትና ካብ ኮነት ብዝተፈላለየ ጌርና ከዓ ንነብስና ደስ ክነብል ኣለና ማለት እዩ ኩሉ ግዜ ዝብላ ኣነ ሎማዓንቲ ገለ ዘይኮነ ኣብ ዓመት መፀ ገለ ዘይኮነስ መቸም ብዘለና ነብስና ከይነውድቕ ነብስና ከይነዋድቕ ዝኾነ ነገር በቃ ፅቕጠት ከይንገብር በታ ዘላትና ነብስና ደስታ ክንገብራላ ኣለና እየ ዝብል እሞ ስለዚ ሓፈሻዊ ግን ብምክንያት ሸሞንተ መጋቢት ለማዓንቲ ንኩልኽን ኣደታተይ ኣሕዋተይ ማለት እዩ ርሑስ ሸሞንተ መጋቢት ይብለክን ማለት እዩ ስለዚ ብዝያዳ ድማ ከምቲ ዝበልክዎ ክብራት ኣሕዋት እዛ ፍየሪ ንዓኽን ማለት እዩ ንዓኽን እያ እዛ ፍየሪ ዛፊየር እዚ ንኹልኽን ንብምሉእ ኣቡን ዓለም ዘለኽን ንዓኽን ማለት እዩ እሞ ከምኡ ድማ ከምቲ ዝበልኩኽን ንሕና ተመስገን መድሃኒ ዓለም ከምቲ ኣብ መእተዊ እውን ተመስገን እንዳበልኩ ዝኣተኹ ማለት እዩ ተመስገን ሕጂ እውን ከምዚ ንዓመታ ብሰላም ብጥዕና ከጽንሐና እግዚኣብሔር ኣምላኽ ፍቓዱ ይኹን ማለት እዩ። ንሕና ሓይሊ ኣሌና ንሕና ኩሉ ነገር ንነብስና ንህይወትና ንገብረላ ዘይኮነስ ተሓያል ኣምላኽ እዩ ኩሉ ነገር ዝገብረልና እሞ ስለዚ ከማና ድማ ኣብ ፀበባ ጭንቀት ዘሎዋ ኣሕዋትና ይኹና ኣደታትና ይኹና ንዛ መዓልቲ እዚኣ ከስተመቕራ ከምኡ ድማ ንፋስ እድንያ እግዚኣብሄር ዝዓደለና ንፋስ ንኽረኽባ እግዚኣብሄር ፍቓድ ይኹን። ብእውነት በቃ ኩሉ ነገር ንሕናሲ ግዴታ ኢና እምበር ኣብ ከምኡ ዓይነት ደስታታት እውን ኣይኮናን ሓቂ ሕሽ ብኩሉ ነገራት ሕማቕ ትሰምዕ ሕማቕ ትርኢ ገለ እሞ ብጣዕሚ ኢኻ ነብስኻ እንታይ ዝበሃል ትገብር ግን ሓደ ሓደ ግዜ ከኣሲ ወይ ከልካ ከዓ ትብገስ እያ እሞ ስለዚ ንኩላትና ክቡራት ኣሕዋት ርሑስ ሸሞንተ መጋቢት ይግበረልና። ሰሰናዩ ብሩህ ቅነ